ምስጢር በይነይ ኮይኑ ዘይረኣ ቁስሊ ቃንዛ ናይ ህይወተይ ናይ ብሕተይ ምስሊ ሰባት ከይርእዩለይ ጉድፈይ ክኣሊ ሓቢኤ ክእክብ ኣብ ናይ ምስጢር ክፍሊ ከይርእይዎ ክብል ንዕኡ ክሕሉ ኣብ ህይወተይ ሓቂ ከመይ ኢሉ ክህሉ እወ ኣብ ህይወተይ ሓቂ ከመይ ኢሉ ክህሉ ናይ ህይወተይ ጉዕዞ ፍሉይ ዝጅምር ኤርትራን ኢትዮጵያን ናይ ሰላም ስምምዕ ገይረን መገዲ ምስ ተኸፍተ ኣብቲ ሽዑ ሰዓት መሓዛይ ናብ ኢትዮጵያ ክትከይድ ስድራኣ ድሕሪ ምንጋሮም ኢዩ። ስድራኣ ናብ ኢትዮጵያ ከይዳ ኣብኡ ዘለዉ የሕዋታ ረኺባ ምሳኣቶም ክትነብር ከም ዘለዋ ብተደጋጋሚ ክሕብሩዋ ስለ ዝጀመሩ ኣብቲ ሰዓት ንሳ ሃንደበት ናብቲ ኩሉ ሳዕ ንራኸበሉ ቦታ መጺኣ ክትከይድ ከም ዝኾነት ነገረትኒ። ኣብቲ ግዜ እቲ እንታይ ክገብር ከም ዘለኒ ምስ መን ክኸውን ከም ዘለኒ እታ ብሕታዊት ፈታዊተይ ከም ሓፍተይ ኮይና ትርድኣንን ትሓቑፈንን ዝነበረት ኮታ እታ ናይ ልበይ ዝብላ መሓዛይ ካባይ ትርሕቕ ከም ዘላ ተረዳእኩ። ስድራይ ድማ ኣዝዮም ይፈትውዋ ስለ ዝነበሩ፣ መሓዛይ ካባይ ብምፍላያ ኩሉ ነገር ከሕዝኖምን ልክዕ ከምቲ ኣነ ዝተጎዳእክዎ ከሕስቦምን ጀመረ። ብዙሕ ግዜ ኣይጸናሕኩን፣ ደሃያ ክፈልጥ'ውን ኣይደኸምኩን። ቁሩብ መዓልታት ምስ ጸንሐት፣ ረኺቦማ ዝተመልሱ ሰባት ይረክብ እሞ ከመይ ከም ዘላን ኩሉ ኩነታት ጥዕናኣን ህይወታን ሓተትኩዎም። እዋኑ ኣዝዩ ጽቡቕ እዩ ነይሩ፣ ብዙሓት ሰባት ናብ ኢትዮጵያ ብሰላም ይኸዱን ይኣትዉን፣ ይሻየጡን ይዕድጉን ነበሩ። ኣነ ድማ ንስድራይ ከይነገርኩ ብሕቡእ ክኸይድ ከም ዘለኒ ወሰንኩ። መሓዛይ ቅድሚ ምኻዳ ንገለ ይኾነኪ ኢላ ዝገደፈትለይ ገንዘብ ኣነ ነቲ ወሲነዮ ዘለኹ ናይ ምኻድ ሓሳብ ደገፈኒ። እተን ገንዘብ ሒዘ ድማ ናብቲ መጓዓዝያ ዝርከበሉ ማእከል ዕዳጋ ሓሙስ ከድኩ። ዓዲግራት ናብ ተሳፍር መጓዓዝያ ደየብኩ። ተበገስኩ ድማ። ልበይ ብፍሉይ ሓጎስን ናፍቖትን ናይ መሓዛይ ትርግትኡ ምቁጽጻር ኣበየኒ። ድሕሪ ኣርባዕተ ሰዓታት ኣቢሉ ድማ ናብ ዓዲግራት ኣተኹ። ኣብ ዓዲግራት ድማ ኩሉ ከምቲ ዝሓስቦ ስለ ዘይኮነለይ ናብቲ መሓዛይ ዘላቶ መቐለ ዝበሃል ርእሰ ከተማ ትግራይ ክኸይድ ወሰንኩ። እቲ ምኽንያት ምስ መሓዛይ ኮይነ ናብራ ክለምዶ ድሕሪኡ'ውን ስራሕ ጀሚረ ምስኣ ኮይነ ክናበር፣ ካብኣ ክፍለ ስለ ዘይደለኹ ኢዩ። ናብ መቐለ ድማ ተበገስኩ። ንመሓዛይ መዓዝ ከም ዝብገስ ነጊረያ ስለ ዝነበርኩ ብዙሕ ኣይተሻቐልኩን። መቐለ ኣተኹ። ኣብኡ ድማ መሓዛይ ተቐላጢፋ መጸትኒ። ተቐቢላ ድማ ናብ ገዛኣ ወሰደትኒ። ንመሓዛይ ነታ ትርድኣንን ትድግፈንን መሊሰ ክሪኣ ዕድል ብምርካበይ ንኣምላኽ ኣመስገንክዎ። ናይ ሓጎሰይ ምልክት ድማ ንብዓት ካብ የዒንተይ ክዛሪ ጀመረ። ሓኒቐ ክሳዳ ድማ ሰዓምክዋ። ሰሙናት እንዳተቖጽረ ብዝኸደ ቁጽሪ ድማ ኩሉ ወጻኢታት ንሳ ትኽእሎ ስለ ዝነበረትን ብወገነይ ድማ ዋላ ሓንቲ ዝሕግዞ ስለ ዘይነበረንን እዚ ነገር ንዓይ ክኸብደንን ብዙሕ ድማ ከሰክፈንን ጀመረ። በዚ ምኽንያት ድማ ስራሕ ክጅምርን ገዛ ክካረን ተገደድኩ። ብኸምዚ መንገዲ ሽዱሽተ መዓልቲ እንዳሰራሕኩ ሓንቲ መዓልቲ እውን ዕረፍቲ ናብ መሓዛይ ከይደ ምስኣ እንዳወዓልኩን ክነብር ጀመርኩ። ከምዚ ኢለ ነዊሕ ምስ ከድኩ ድማ መሓዛይ ነቲ ዝነብሮ ዘለኹ ብምዕዛብ፣ ኣነ ኣሕዋተይ እኹል ገንዘብ ስለዝሕውሉለይ ኣብ ገዛ ዘሎ ስራሕ እንዳ ሓገዝክኒ ንኹሉ ወጻኢታትና ክሽፍነልና ይኽእል እዩ በለትኒ። እዚ ምኽሪ እዚ ንዓይ ህይወተይ ከም ብሓድሽ ዘብርህን ዓበይቲ ተስፋታት ኣብ ውሽጠይ ዝፈጥር ምኽሪ እዩ ነይሩ። ህይወት ከምዚ እንዳ ቀጸለ ቅሩብ ድሕሪ ምጽናሕና እቲ ናይ ፖለቲካ ነገር ከምቲ ዝሓሰብናዮ ክቕጽል ኣይከኣለን። ኩሉ ነገራት ተቐያይሩ ስድራይ ድማ ብኣይ ይሻቐሉ ከም ዘለዉ ሰማዕኩ። ኣብ መንጎ ኤርትራን ኢትዮጵያን ሓድሽ ዘይተሓስበ ነገር እዩ ተፈጢሩ። ኣብዚ ሰዓት ውሽጥና ኣዝዩ ክርበሽን ኩሉ ነገራትና ድማ ናብ ጸልማት ተቐየረ። ፖለቲካዊ ለውጢ ንኹላቶም ከምዚ ከማና ስደተኛታት ዓቢ ቅልውላውን ከቢድን መሪርን ህይወት ክንሓልፍ ገበረና። ብድሕሪ እዚ ድማ ካብ ትግራይ ናብ ኣዲስ ኣበባ ናይ መኪና ምንቅስቓስ ምስ ተጀመረ ስድራ መሓዛይ ብቕልጡፍ ካብኡ ክንወፅእ ከም ዘለና ኩሉ እቲ ወፃኢታት ባዕልና ክንሽፍኖ ኢና ከም ዝበልዋ ድማ ነገረትኒ። ኣዝዩ ዝሓሸ ህይወት ክንነብር ኢና ወሲኻ በለትኒ። ኣነ ድማ ኩሉ ፅቡቕ ነገር ኢለ ተቐቢለ ጉዕዞና ጀሚርና ናብ ኣዲስ ኣበባ ኣተና። እዚ ምእታው ግን ብውልቀይ ከሻቕለኒ ጀመረ። እቲ ምንታይ ቋንቋ ናይ ኣዲስ ኣበባ ስለ ዘይፈልጥ እዩ። ስራሕ ክኣቱ እንተ ኾይነ ኣምሓርኛ፣ ክሰርሕ እንከለኹ ዘረዳድእ ኣምሓርኛ ስለ ዝኾነ እዩ። ስለዚ ንመሓዛይ ኣብ ገዛ ኮይነ ክዳውንታ እንዳ ሓጸብኩ መግቢ እንዳ ሰራሕኩ ብፍቕርን ብሓጎስን ክንነብር ጀመርና። ከምዚ ኢሉ እንዳኸደ ከሎ ናብራና ሓደ ግዜ ስድራኣ ደው ኢሎም ዝኾነ ሰብ መጺኡ ክረኽባ ምዃኑ ክትላለዮ ከም ዘለዋ ድማ ነገርዋ። መሓዛይ ድማ ሓሳባቶም ብቕልጡፍ ኣንቢባ ከምዚ ክትብል ናይ ሕርቕርቖት መልሲ ሃበቶም። እዚ ትሓስብዎ ዘለኹም ፈጺመ ኣይቅበሎን እየ፣ ደሓር ከኣ ኣነ ዝፈልጦ ደኣ እምበር ዘይፈልጦ ክትብል ዘረባኣ ዓጸወት። ፍርሒ ከም ቁሪ ክወርረኒ ጀመረ። እቲ ፍርሕን ሻቕሎትን ድማ ገንዘብ ካበይ ክተምጽኢ ኢኺ? ምስ መንከ ክትነብሪ ኢኺ? ዝብሉ ሕቶታት እዮም። ንሱስ ደሓን ቀስ ኢለ ክለምዶ'የ እንዳበልኩ ምስቲ ኣብ ውሽጠይ ዝፍጠር ዘሎ ኣሳሪ ሓሳባት ክመላለስ ቀነኹ። ስድራ መሓዛይ በቲ ሰብ ጌሮም ገለ ህያብ ሰይዶምላ ከምዘለዉ፣ ክትቅበሎ ድማ ከምዝኣዘዙዋ ነገረትኒ። ከምኡ ድማ ጠባዩን ባህርያቱን ኣዝዩ ጥዑምን ምቕሉልን ምዃኑ፣ ንሳ ድማ ኣዝያ ከም ትፈትዎ ኣርጊጾም ከም ዝተዛረቡዋ ኣዕለለትኒ። መዓልታት ኣኺሉ እቲ ሰብ ካብ ደገ ናብ ኣዲስ ኣበባ ኣተወ። መሓዛይ ድማ በሊ ቀልጥፊ ክዳውንትኺ ቀያይሪ ክንቅበሎ ክንከይድ በለትኒ። ንሳ ብዛዕባ'ቲ ህያብ እንታይ ኮን ይኸውን እንዳበለት ኣዝያ ሕጉስቲ ኮይና ትሓስብ ፍሽኽ ትብል ነበረት። ነቲ ሰብ ረኽብናዮ። እቲ ሰብ ኣዝዩ ምልኩዕ፣ ጽቡቕ፣ ሓንቲ ዘይወጾ ወዲ'ዩ ነይሩ። ንሳ ድማ ከምቲ ኩሉ ንስድራኣ ዝበለቶም ከም ዘይኮነን እምበሺ ደኣ። ካብ ዝተጸበየቶ ንላዕሊ ከም ዝኾነ ክትሓስብ ጀመረት። ቅርብ ኢላ ድማ ኣቲ መሓዛይ ኣነ ደኣ ከምኡ ዘይኮንኩ ተጸብየዮ ነይረ? ብዕድመ ኣዝዩ ዓቢ፣ በቃ ትፈልጥኺ ምሽ ከምኡ ዓይነት ሰብ መሲሉኒ ነይሩ በለትኒ። ኣጠማምታኣን ኣዘራርባኣን ድማ እንዳተለወጠ መጸኒ። ከም ዝፈተወቶ ድማ ተረዳኣኒ። መሓዛይ ብኸምዚ ዓይነት ቅልጣፈ ክትቅበሎ እንተኽኢላ ኣነኸ ብቕልጡፍ ካብ ናታ ተኣላይነት ወጼ ጽቡቕ ሂወት ከመይ ገይረ ይጅምር ኢለ ከሰላስል ወዓልኩ። ንሳ ድማ ከምዚ ክትብል ዘረባኣ ቀጸለት። መሓዛይ እንተ ሓሊፉለይ ደገ እንተ ከይደ ኣጆኺ ኩሉ ዘድልየኪ ነገር ክገብረልኪ እየ በለትኒ። ኣብ መሓዛይ ብዙሕ እምነት ኣለኒ። ክንዲ ኩሎም ስድራይ ኮይና ትኣልየንን ትሕግዘንን ንሳ እያ። ካብ ስድራይ ሓደ እኳ ደገ ዝቕመጥ የብለይን። ሃብታም ሰብ ኣብ ዙርያና የብልናን። ኣነ እንኮ ዘላትኒ ንሳ እያ። ይቕናዕያ በቃ ኢለ ንውሽጠይ ክነግሮ ጀመርኩ። ግናኸ ናይ ክልቴና ምፍልላይ ወይ ከጸልምተኒ ወይ ከብርሃኒ ምዃኑ ክሓስቦ ጀመርኩ። መሓዛይ ድማ ካብ ኣብ ገዛ ትውዕሎ ኣብ ደገ ትድንጉዮ በዝሓኒ። በዚ ምኽንያት ድማ ዝምድንኦም ኣዝዩ እንዳተረረ ከደ። ካብ ናይ ፍትወት ጉዕዞ ናብ ናይ ፍቕራዊ ህይወት ተሰጋገሩ። መሓዛይ ኣፍቀረቶ ብጣዕሚ እኳ እፈትዋ እንተኾንኩ ሰብ ግን ልዕሊ ገዛእ ርእሱ ንኻልእ ክፈቱ ከምዘይክእል ተረዳእኩ መሓዛይ ድማ ካብ ግሩህ ልቢ ኣብቲ ኮፍ ኢለዮ ዝነበርኩ ሳሎን መጺኣ ጨኒቁኒ እምበር ሕጂ ይኸይድ ኣሎ መዓስ እየ ክረኽቦ ተዝጸንሕ ምሓሸኒ ደጋጊማ ክትብለኒ ጀመረት። ኣነ ድማ ሓጐሳይ የሐጕሰኒ፣ ናብራይ ድማ የፍርሓኒ፣ ህይወተይ ድማ ይጽንተኒ፣ ግን እዚ ዅሉ ኣይነግራን በልኩ። ኣነ ድማ መሓዛይ፣ በቃ ገዲፍክኒ ኽትከዲ ኢኺ? ክብል ናይ ውሽጠይ ሕቶ ሓተትክዋ። ንሳ ድማ ከምቲ ዅሉ ግዜ እትህበኒ ተስፋ ደገመትለይ። እዚ ግን ንዓይ ዘዐርፍ ዘረባ ኣይኰነን ነይሩ። ከምዚ እንዳበለ ከኣ ኣፍቃሪ መሓዛይ ዝኸደሉ ዕለት ኣኸለ። ንመሓዛይ ድማ ድሕሪ ሓደ ዓመት ተመሊሱ ቃል ኪዳን ክኣስረላ ምዃኑ ነጊሩ ተፋነዋ። ንሳ ድማ ናብ ስድራኣ ደዊላ ኩሉ እቲ ንሱ ዝበላ ነገረቶም። ንሳቶም ድማ ኣበባ ጓሎም ክርእዩ ይደልዩ ብምንባሮም ኣመና ተሓጎሱ። ግዜን ከልብን ከይጸዋዕካዮም ይመጹ ከም ዝበሃል፣ መዓልታት ሓሊፉስ ሰሙናት፣ ሰሙናት ሓሊፉስ ኣዋርሕ እንዳተቖጽረ ብዝኸደ መጠን፣ መርዓ መሓዛይ እንዳኣኸለን ሻቕሎት ናተይ እንዳወሰኸን ዓመት ኣኸለ። ስድራ መሓዛይን ስድርኡን መሓዙቱን ድማ በብመዓልቶም ኣተዉ። ስድራ መሓዛይ ድማ፣ ምስ ኩሎም እቶም ኣጋይሽን ካልኦትን። እታ ሓጋዚት ጓልና ዝበልናኩም እዚኣ እያ። ኣላይታ ድማ እንዳ በሉ ከላልዩና ጀመሩ። ኣነ ድማ ከም ውራየይ ክገብሮ ዘለኒ ነቲ መርዓ ዘጽብቕ እዩ ዝበልክዎ ኩሉ ምድላዋት ኣብ ምግባር ተጸመድኩ። ብምኽንያት እዚ መርዓ ድማ ምስ ብዙሓት ሰባት ክፋለጥን ክላለን ዕድል ረኸብኩ። ካብቶም ዝረኸብኩዎም ድማ ሓደ ብመልክዑን ብቑመንኡን ማራኺ ንልቢ ሰብ ረኸብኩ። እዚ ሰብ ነታ መዓልቲ መርዓኣ እተኸብር ዘላ መሓዛይ ናይ ቀረባ ቤተሰብ ኢዩ። ምስ ሓደ ሰብ ኣይተዛረብኩን፣ ክላለዮ ጥራይ ወሰንኩ። በቲ ንሱ ዘለዎ ቦታ ድማ ብብዝሒ ተመላለስኩ፣ ግን ፈጺሙ ዘይሓፍርን ኩሩዕን ወዲ እዩ ነይሩ። መርዓ ሓሊፉ ኣብታ ቀዳሚት መዓልቲ ሕጽኖቶም ድማ ንሱ ንደገ ክወጽእ ምስ ረኣኹዎ ኣነ እውን ሞባይል ከም ዝተደወለትኒ ኮይነ ሰዓብኩዎ። ካብዚ ኣትሒዙ ድማ እዩ ዝጅምር ምቅርራብና። ናብራ ኣዲስ ኣበባ ከመይ ኣሎ ክብል ንዕላልና ከፈቶ ኣነ ድማ ደስ ኢልኒ ሰላም እዩ ከመይ ብወገንካ ናብራ ስደት ከመይ ኣሎ ኣብ ምንታይ ዓዲኸ ትቕመጥ ኢለ ሕቶታት ደብደብክዎ ሕጉስ እዩ ዝመስል ተላለና ጽቡቕ ድማ ኣዕለልና ብድሕሪኡ ቁርብተይ ጽንሕ ኢልና ናብቲ ብኣጋይሽ መሊኡ ዝነበረ ገዛ ኣቶና ሰብ እንክህሉ ስቕ ክንብል በይንና ክንከውን ከለና ድማ ንስሕቕን ንጻወትን ሰባት ኰንና። ነዛ ክብርቲ መሓዛይ ክነግራ ኣይደለኹን፣ ምኽንያቱ ኣዝዩ ስለ ዝኸበደኒ። ስለዚ ኵሉ ኣካይዳና፣ ምርኻብናን ብምስጢር እዩ ነይሩ። መርዓትን ኵሎም መሓዙትን ድማ ተኣኪብና ክንጻወት ከነዕልልን ጀመርና። እዚ ግዜ እዚ ልክዕ ከም ንኹሎም ንዓይ ድማ ከዕልለንን ከስሕቐንን ካልእ ዝተፈልየ ነገር ክገብር ኣይረኣኹዎን። ኩሉ ተግባራቱ ገዚኡኒ። ህዱእ፣ ኣብ ቅድሚ ሰብ ዘይቀልል፣ ርጉእ፣ ኩልንትንኡ ፈተኽዎ ግን ዘይንገር ኮነኒ። ንመሓዛይ ድማ እዚ ሰብ እንታይኩም እዩ ኢለ ሓተትክዋ። ንሳ ድማ ኣሕዋተይ ከም ዝነገሩኒ ናይ ርሑቕ ቤተሰብ እዮም ዝብሉኒ። ኩሉ ነገር ከም ዘይፈልጥ ኮይነ ክሰምዓ ጀመርኩ። እህ እህ እንዳበልኩ። ጸሓይ ድማ ዓረበት። ግዜ ድቃስ ድማ ኣኸለ። መርዑት ናብ መደቀሲኦም ከዱ። ኩሎም እቶም ኣጋይሽ ከኣ ገገዝኦም ምስ ከዱ ኣነን ንሱን ተጠማመትና። ውሽጠይ ድማ ኪዲ ኪዲ ርኸብዮ ኢሉ ሃወኸኒ። ከድክዎ ከኣ። ንሱ ድማ ንምንታይ ዘይናፈስ ንዕናይ ደገ ንውጻእ በለኒ። ኣብ ሓደ ካፈ ኮፍ ኢልና ዕላልና ቀጸልናዮ። ብዛዕባ ህይወቱ ከኣ ሓተትክዎ ንሱ ግና ስቕ ድሕሪ ምባል ከምዚ ክብል መለሰ። ሰብ ሕጉስ ዝኸውን ምስ ከማኺ ዝበለት ምልክዕቲ ምዕርግቲ ሰብ ኣብ ጎኑ ተሃልያ ጥራይ እዩ። ኢሉ ከሐጉሰኒ ጀመረ። ዕላልና ድማ ናብቲ ንዓርፈሉ ገዛ እንዳተመለስና ቀጸልናዮ። ናብቲ ገዛ ምስ ኣተና ከኣ ኩላቶም ደቂሶም ጸንሑና። በቃ ንሕና በይንና ጥራይ ድቃስ ዘይመጾም ፍጡራት ኮይንና። ውሽጠይ ብሓጎስ መሊኡ። ኣነውን ልክዕ ከም ናይ መሓዛይ ህይወተይ ይበርህ ከም ዘሎ ደጋጊመ ክሓስብ ከለኹ፣ ኣብ ቅድሚት ዝነበረ ብኬርያል ኢሉ ቀዲሑ ክህበኒ ጥራይ እየ ዝዝክር። ክንሰትን ክንስሕቕን ከኣ ለይትና ናብ ወጋሕታ ለይቲ ኮነ። ንኹሎም ከይደ ከኣ ረኣኹዎም ናይ ድኻም ድቃስ እዮም ደቂሶም። ርእሰይ ድማ ንእሽተይ ቃንዛ ይገብረለይ ነበረ። ሰቴ ከም ዘለኹ ከኣ ተረዳእኩ። ኣነ'ውን ከምቲ መሓዛይ ሰብኣይ ዝረኸበት ሰብኣይ ዝሓዝኩ ኮይኑ ተሰሚዑኒ፣ ክሓቕፎን ክስዕሞን ጀመርኩ፣ ንሱ ድማ ብተመሳሳሊ። ተታሒዝና ድማ እቲ ተኻሪናዮ ዝነበርና መዕረፊ ጋይሽ ብዙሕ ክፍልታት ስለ ዝነበሮ ናብ ሓደ ክፍሊ ክንኣቱ ይዝከረኒ፣ ኣቲና ደቀስናውን። ናይ ዕረፍቲ እስትንፋስ ኣስተንፈስኩ ኡፍ በቃ ኣብ ዓለም ኩሉ ነገር ዝረኸብኩ ኮይኑ ተራእዩኒ ይኹን ደኣ እምበር ናይ ንግሆ ተንሲእና ውን ከምኡ ክንሕጎስ ደልየ ኔረ ንጽባሒቱ በይነይ ክስሕቕን ክበክን ክሓስብን ኩሉ ተሓዋዊስኒ ኣብ ዓራት ተዓምጸጽኩ ንሱ ድማ ኣብቲ ጫፍ ናይ ዓራት ኮፍ ኢሉ ነበረ። ንዓኻ ምስ ረኸብኩ ዘይሓሰብክዎ ፍቕሪ ንልበይ መሊእዎ። ደጋጊመ ክብሎ ጀመርኩ። ግን ሓንቲ ቃል እኳ ኣይመለሰለይን። ኣነ ድማ እንታይ እዩ ዘይምልሰለይ? ክንደይ ይጭክን እዩ? ውሽጠይ ድማ ብዙሕ ብዛዕብኡ ዘይፈለጥኩ ከመይ ኢለ ብዙሕ ግዜይ ምስኡ እገብር ኣለኹ? መን እዩ? መን እዩ ዝብል ሕቶ ተመላለሰኒ። ጽቡቕ ናይ መርዓን ናይ ሕጽኖትን ግዜ የሕሊፎም ድማ ናብ ዓዶም ክኸዱ ከም ዝኾኑ ነገሩና። እቲ ዕለቶም ከም ዝኣኸለ ከኣ ዘከርኩ። ንዓይ ድማ መጺኡ ከምዚ ይብለኒ ኣነ ክምለስ እየ ሕጂ ግን ብቕልጡፍ! ክኸይድ ኣለኒ ኢሉ ሓቚፉ ኣበደኒ። መመሊሰ ዝሓቶ ዝነበርኩ ሕቶ ክትምለስ ዲኻ? ዝብል እዩ ነይሩ። ንሱ ድማ እወ ክምለስ እየ ግን ንወልሓደ ሰብ ከይትነግሪ። በለኒ። ወሲኹ ድማ ሓደ መዓልቲ ክንምርዓው ኢና ክብል ቃል ኣትዩለይ ከደ። ሰብኣይ መሓዛይ ድማ ከደ። ኣነን ንሳን ከኣ ከምቲ ልሙድ ናብራና ንጅምር። እታ ዝፈትዋ መሓዛይ ድማ ብዛዕባ ሰብኣያ ኽተዕልለኒ ጀመረት። ኣነ ድማ ብፍርሒ ተዋሒጠ፣ ከመይ ኢለ ኽነግራ ብምባል ከዕልላ ኣለኒ ኢለ ኣፈይ ከፈትኩ። ኵሉ ናይ ሌላና መጀመርታ መወዳእታን ነገር ነገርክዋ፣ መሓዛይ ድማ ኣዝያ ሰንበደት። ኣነ ድማ ንምንታይ ናተይን ናቱን ርክብ ከሐጕሰኪ ዘይከኣለ? ኢለ ሓተትክዋ። ንሳ ድማ እንታይ እዚ ነገር እዚ ብኸመይ ተራኺብኩም እንታይ ከ ኢልኪ ዝብል ሕቶታት ተደጋጋሚ ክትሓተኒ ጀመረት ንመሓዛይ ኩሉ ዝተፈጥረ ነገር ከይሓሰኹ ስለ ዝነገርኩዋ በዚ ዝነገርኩዋ ግን ኣዝያ ተረቢሻ ከም ዘላ ተረዳእኩ ውሽጣዊ እህህታኣ ብደገ ክሰምዖ ጀመርኩ መመሊሰ ድማ ይሰምዓ ነበርኩ ንመሓዛይ ድማ እንታይ ትፈልጥዮ ነገር ኣሎ ድዩ? እንታይ ዝተሓብእ ነገር ኣሎ ድዩ? መን እዩ ንሱ? ዝብል ብዙሕ ሕቶታት ሓተትክዋ። ሓደ መዓልቲ ክነግረኪ'የ በለትኒ። ኣነ ድማ ዳይ ክገብረሉ ኢለ ደወልክሉ፣ ግን ዘየልዕላ ኣብ ዝኾነ ሰዓት ዘይቅበላ ኮነ። ንመሓዛይ ድማ ከም ሰብኣይኪ ኣይኮነን ግዜ ኣይህበንን እዩ በልክዋ። ኣብዚ ሰዓት እዚ ድማ እዩ ነይሩ መሓዛይ ናብ ሰብኣያ ደዊላ ብዛዕብኡ ክትሓትትን ከተረጋግጽን ጀመረት። ብዛዕባ እቲ ቤተሰብና'ዩ ዝበልካኒ ነገር ሓቂ ድዩ? በለቶ። ንሱ ድማ እወ ሓቂ'ዩ ክብላ ሰማዕክዎ። ኣነ ድማ መሓዛይ እንታይ ድዩ በጃኺ ኣይትደንጒኒ ንገርኒ በልክዋ። ንሳ ድማ ጭክን ኣቢላ በዓል ሓዳር'ዩ ኣቦ ሰለስተ ቆልዑት'ውን እዩ። ተኽብሮን ዘኽብራን በዓል ቤት ኣላቶ ኩሉ ዝበልክኒ ነገር ምእማን እዩ ከቢድኒ ከምዚ ዓይነት ዘመድ ዘለኒ ኮይኑ ኣይርደኣንን ነይሩ መሓዛይ መፃወቲ እባ ገይርኪ በለትኒ እንዳነብዐት ዝሕዞን ዝጭብጦን ጠፍኣኒ ብርሃን ከሎ ፀልመተኒ ልበይ ኣብ ውሽጠይ መኸኸት። ከምቲ ልሙድ ምሸት ዘይድውል ናይ ቀትሪ ኣፍቃሪቱ ዝገበረኒ ሰብ ደወለለይ ኣነ ድማ ንምንታይ ደዊልካለይ ከማኻ ሓሳዊ ሰብ ሪኤ ኣይፈልጥን ሓሳዊ ኢኻ ለመጭ ኢኻ ግን ንምንታይ ንምንታይ ደጋጊመ በልክዎ በዚ ዘይሓፈረ ወዲ ኣርእዩንን ኣስሚዑንን ዘይፈልጥ ጨካን መልሓሱ ጌሩ ስቅ በሊ ሓንቲ እኳ ክትዛረቢ ኣይፈቅደልክን እየ እቲ ተዛሪብክዮ ዘለኺ ስድራይን ሓዳረይን ክበታትን ይኽእል እዩ ኩሉ ነገር ተጋጊና ጌርናዮ እንተ ኾንና ሕጂ ግና ሂወትኪ ኣብ ሓደጋ ከይተእትዊ ንሓደ እኳ ከይትነግሪ ድሮ እኳ ነታ መርዓት ነጊርክያ ኣለኺ ካብ ሎሚ ግን ይኣኽለኪ ኩሉ ዝበልክያ ሓሶት ከም ዝኾነን ንስኺ እምበር ኣነ ሓንቲ ዝምድና ከም ዘይብለይ ክትነግርያ እንተ ዘይክእልኪ እዚ ሰይደልኪ ዘለኹ ቪድዮ ርኣይዮ እሞ ናብ ህዝብን ዓለምን ክሰዶ ምዃነይ ፍለጢ ኢሉ ኣፈራርሃኒ ኣነ ድማ ከይደንጎኹ ሞባይለይ ዓጽየ ነቲ ዝሰደደለይ ቪድዮ ክሪኦ ጀመርኩ። እዚኣ መን እያ በልኩ እታ ኣብቲ ቪድዮ ዝነበረት ሰብ ኣነ ኣብ ስኽራን ኮይነ ዝሙት ክፍጽም ዘርኢ ቪድዮ እዩ ነይሩ ፍርሃተይ ኣብ ሂወት ሕማቕ ነገር ሒዙለይ መጸ በቃ ተስፋ ቆረጽኩ ሓዘንኩ ነባዕኩ ኩሉ እቲ ንመሓዛይ ዝበልክዋ ሓሶት ከም ዝኾነን ከጻውታ ኢለ ከም ተዛረብክዋ ክነግራ ከም ዘለኒ እንተዘይኮይኑ እቲ ቪድዮ ከም ዝዝርጋሕ ነገረኒ ኣሕ ዘፍቀረ ዕዉር ክበሃል ሓቂ'ዩ ምፍቃረይ ነዒንተይን ኣእምሮይን ኣዕዊርዎ ናብ ዘይፈልጦ ሰልሚ እእተወኒ ልክዕ ከምቲ ንሱ ዝበለኒ ንመሓዛይ ክነግራ ተገደድኩ ንጽባሒቱ ድማ ተራ ዕላል ኣምሲለ ከምዚ በልክዋ መሓዛይ እቲ ትማሊ ዝበልኩኺ እኮ ሓቂ ኣይኮነን ከመይ ተጻዊተ ይኽእል ዶ በልክዋ ስምዒታተይ ቀቢረ። ቀጺለ ድማ፣ እቲ ዘንብዓኒ ዝነበረ ግን ብዛዕብኡ ዘይኰነስ ካባኺ ምፍላየይ ኢዩ ነይሩ። መሓዛይ ኣይኣመነትንን። ሓቅኺ ዲኺ? ኡፍ! ኣሰንቢድክኒ፣ ኣነ ኸኣ ገለ ነገር ዝገበረኪ መሲሉኒ፣ በለትኒ። ካብዚ ሰዓት ጀሚሩ፣ እዚ ሰብ እዚ መልእኽቲ ናብ ሞባይለይ እንዳሰደደ ካልኣይቲ ሰበይቲ ምዃነይ ይነግረንን የፈራርሃንን። ናብ ኣፍሪቃ ዝመጸሉ ሰዓት ናብ ኢትዮጵያ ክመጽእ ከም ዝኾነ ሽዱሽተ ወርሒ ክጽበዮ ከም ዘለኒ ምስ መጸ እንተዘይ ረኺበዮ ድማ እቲ ኣብ ኢዱ ዝነበረ ቪድዮ ክትርግሖ ምዃኑ ስድርኡ ድማ ብዛዕባይ እንተ ፈሊጦም ከቢድ ስቃይ ከም ዘሕልፍ ነገረኒ በቃ ሂወት ኣጽሊኡኒ ሞት ደለኹ ብዙሕ ውን ኣይጸንሐትን መሓዛይ ሰብኣያ ዝጀመረላ ፕሮሰስ ስለ ዝሰለጣ ናብ ደገ ክትከይድ ከም ዝኾነት ነገረትኒ። ይኹን እምበር ከም ዘይከፍኣኒ ክትሕግዘኒ ከም ዝኾነት ውን ቃል ኣተወትለይ። ንሳ ተድሕነኒ ናታ ቤተሰብ ከኣ ይጎድኣኒ። ድንግርግር በለኒ። ከም ዝደለኹዎ ዘይኮነስ ሂወት ከም ዝመርሓትኒ ክነብር ጀመርኩ። መሓዛይ ትኸደሉ ግዜ ኣኸለ፣ ከደት ድማ ተፈለየትኒ። ህይወት ካብቲ ዝነብሮ ዝነበርኩ መሊሳ ጸልምታትኒ። ኣብቲ ዝነበርኩዎ ገዛ ኩሉ ግዜ ክነብዕን ክሓዝንን ሓደ ጎረቤትና ይርእየኒ። መጺኡ ድማ ሓፍተይ ናፍቖት ስድራ ድዩ? ኣጆኺ! ኣጆኺ! ድማ በለኒ። ኣብ ውሽጠይ ዘለኒ ቁስሊ ምእንቲ ክርስዕ ብተደጋጋሚ ክረኽቦ ወሰንኩ። እዚ ጎረቤትና ድማ ልክዕ ከምዚ ከማይ ናብራ ስደት ዝኸበዶ ኢዩ። ቃንዛይ ከም ቃንዝኡ ሓደ መዓልቲ ኩሉ ሓሊፉ ክንሕጎስ ኢና በለኒ። ኣዋርሕ ሓሊፉ ካብ ምሕዝነት ክንፋቶ ዝጀመርና መስለኒ ግን። ንወዲ ዝኣምን ልቢ የብለይን ዝዛረቦ ኩሉ ሓቂ ኣይመስለንን። እህም ወዲ ስቅ ኢለ ይብል። ኢሂ መን ዝጎደኣኪ ዶ ኣሎ ዩ በለኒ ኣነ ድማ ኣየ ንስካትኩም ጥራይ ይብሎ እንዳ ሰሓቅኩ ውሽጢይ እንዳ ነብዐ ንሱ ግና ኣዝዩ ከም ዝፈትወንን ምሳይ ዘሕልፎ ዘሎ ግዜ ዕጽፊ ኮይኑ ከም ዝስምዖ ነገረኒ። ኣብ ህይወቱ ከማይ ዝበለ ረኺቡ ከም ዘይፈልጥ ደሪቡ በለኒ። ኣነ ድማ ኣይኮነካን'የ በቃ በልክዎ። ክኸፍኣኒ ከሎ ዝሕግዘኒ ካብተን ውሑዳት ስድርኡ ዝሰድሉ ድማ ዘማቕል ኮይኑ ቀጸለ። ሕጂ'ኸ እቲ ሓደ ሰቢርኒ እዚ'ኸ ክሰብረኒ ወይስ ከሕክመኒ? ኣዜይ ድማ ቀረብክዎ ለመድክዎ ኣይነገርክዎን እምበር ፈተኽዎ ፍቕሪ ካልኣይ ሳዕ ክድግሰኒ ጀመረ ግን ግን ክብል በይነይ ጀመርኩ ሓደ መዓልቲ ስድራ ኮይና ሕጉሳት ከም ንኸውን ክነግረኒ ጀመረ ክርሕቀኒ ኣይደልን ክቐርበኒ ድማ የፍርሓኒ ትማሊ በሪሁ ክብል ጸልመተኒ ሕጂኸ ኣፍቂረካ ኢለዮ ከይክሕደኒ ተጠራጠርኩ ደጋጊመ ካብኡ ክሃድም ዘይስወጠኒ ነገር ክገብር ጀመርኩ ንሱ ድማ እዚ ነገር እዚ ብምዕዛብ እንታይ ዶ በዲለየ ኣነስ ይፈትወኪ እየ ልበይ ድማ ይቆስል ኣሎ በለኒ ኣነ ድማ ድሕሪ ነዊሕ ግዜ ምድግጋም ኣነ ውን ይፈትወካ እየ ግን ይፈርሕ በልክዎ ብዛዕባ ፍርሐይ ዘይፈልጥ ክነሱ ኣዝዩ ተሓጊሱ ሓቆፈኒ ብተደጋጋሚ ድማ ኣብ ገዛይ ክሓድር ክነብር ጀመረ ሂወቱ ከምቲ ሓደ ወዲ ወይኒ ከስትየኒ ከስክረኒ ክትንክፈንን ካብ ምሕቋፍ ወጻኢ ወላሓንቲ ድሌት ከምዘይብሉ ተረዳእኩ በቃ ጽቡቕ መልክዑን ሕልንኡን ሰብ ረኸብኩ ኢለ ተሓጎስኩ። ግዜ ከይተረድኣኒ ይኸይድ፣ ንሱ ድማ ይከናኸነንን ክሓቑፈንን ከበርትዓንን በቃ ብርሃነይ ክበርህ ከኣለ። ሓደ ግዜ ሃንደበት'ታ መሓዛይ ደወለት፣ ከምዚ ድማ በለትኒ። መሓዛይ እቲ ኣብ መርዓና ዓርኪ ርእሲ ዝነበረ ቤተሰበይ ደሓን ድዩ ጠፊኣ ደሓን ድያ ዝብለኒ ሞባይላ ኣብዩኒ ኢሉኒ እሞ እዛ ናይ ሕጂ ሂበዮ ኣለኹ ኢላ ነገረትኒ ንምንታይ ንምንታይ ክብል መሊሰላ ንሳ ድማ እንታይ ዝተፈጥረ ሓድሽ ነገር ኣሎ ድዩ እቲ ዝበልክኒ ኩሉ ሓሶት እንድዩ ኔሩ ሓቀይ በለትኒ እንታይ ይብለኪ ኣሎ ድዩ? ደጊማ ሓተተትኒ ኣነ ድማ ዋላ ሓንቲ ኢለ ስቅ በልኩ በቃ በሊ ቻው ሕጂ ኣነ ናብ ስራሕየ ኢላ ዓጸወትኒ እቲ ጀሚርዮ ዘለኩ ፍቅራዊ ዝምድና ከይስእኖ እንዳ ፈራህኩ ኣፍቃርየይ እዚ ሕጂ ሒዘዮ ዘለኩ ኣዝዩ ንፉዕን ህርኩት ሰራሕተኛን ተስፋ ዘለዎን ብዕድመ ድማ ናባይ ዝቃራረብ እዩ ነይሩ ግን ኣብ ውሽጠይ ዘሎ ቁስሊ ተመሊሱ ከይወግኦ'ሞ ንሱ'ውን ከማይ ከይቆስል ፈራህኩ። ካብ ስራሕ ናብ ገዛ ምስ መጸ ሕማቕ ኣለኺ ደሓን ዲኺ? እንታይ ኮይንኪ ትበኽዪ ኣለኺ? በለኒ። ዘንባዓኒ ዘሎ ነገር ክነግሮ ኣይክእልን። ምኽንያቱ ነጊሬዮ ዝነበርኩ ኣፍቃሪ ከም ዝነበረኒ ብዘይ ንሱ ካልእ ከም ዘይፈልጥን እዩ እቲ ሓቂ ግን ንሱ ኣይኮነን ምስ ነብሰይ ድማ ይዘራረብ እንታይ ተገበርኩ እዩ ዝሕሸኒ ንሱ ድማ ጭንቀተይ ከይፈለጠ ኣጆኺ ናብራና ክልወጥ እዩ ጽባሕ ዝሓሸ ነገር ክፍጠር እዩ ሂወትና ክንቅይሮ ኢና በለኒ እዚ ሓሳብ ንዓይ እሾኽ ኮነኒ ኣዋርሕ ሓሊፉ ድማ እዚ ጨካን እዚ ሕማቕ ሰብ ክመጽእ ምዃኑ ይፈልጥ እቲ ዝነበርክዎ ቦታ ከም ዝፈልጦን ካባይ ክተምልጢ ኣይትኽእልን ኢኺ እናበለ ኣባጨወለይ። ምምጻእ እንተ ኣብየ ግና ናብ ኣፍቃሪየይ ክሰዶ ምዃኑ እቲ ቪድዮ ነገረኒ። ኣቱም ሰባት እንታይ እየ ዝገብሮ? ኢለ ነባዕኩ። መዓልቱ ኣኺላ ድማ እቲ ጨካን መጸ። ደዊሉ ከኣ ንራኸብ በለኒ። ከምቲ ልሙድ ኣፍቃሪየይ ናብ ስራሕ ምስ ከደ ይረኽቦ እሞ ክድቅስ ከም ዘለኒ ምስኡ እምቢ እንተበልኩ ግና ነቲ ቪድዮ ብዓለሙን ኣፍቃሪኣን ከም ዝሪኦ ነገረኒ። እንታይ እሞ ክገብር ብኹሉ ተኣሲረ ዝሓተኒ ኩሉ ክገብረሉ ጀመርኩ ግን መዓስ ኢኻ እቲ ቪድዮ ትድምስሰለይ በልክዎ። ንሱ ድማ በቃ ወርሒ ዝኣክል ግዜ እንተሂብክኒ ናብ ስድራይ ምስ ተመለስኩ ኢሉ ዘየተኣማምን መልሲ ሃበኒ። ዓይኒ'ቲ እሙን ኣፍቃሪየይ ክርኢ ከበደኒ። ፍቕረይ ክብለኒ ከሎ ሕማቕ ይገብሮ ከም ዘለኹ ይመስለኒ። እንዳተጎዳእኩ ክሳብ መዓስ ክቕጽል? ክነግሮ'ዶ? ወይስ? እንዳበልኩ ምስ ነፍሰይ ተወራረድኩ። ከምዚ ኢለ ምስ ጸናሕኩ፣ እቲ ንዓይ ከሳቒ ዝተፈጥረ ሰብ። ናብ ዓዱ ከም ተመልሰ ፈለጥኩ። በቃ! ሕጂ ናይ ምንጋር ሰዓት እዩ። ነቲ እሙን ኣፍቃሪየይ ድማ ገዛ ኣጸራርየ ምሸት ካብ ስራሕ ምስ ኣተወ ክነግሮ'የ በልኩ። እንተኾነ ግን ክዛረቦ ድፍረት ኣይረኸብኩን። ብሎሚ ጽባሕ ድማ መዓልታት ሓለፈ። ዘይሓሰብክዎ ድማ ሃንደበት የሕዋቱ ጀሚሮምሉ ዝነበሩ ፕሮሰስ ይሰልጥ'ሞ ክኸይድ ምዃኑን ንዓይ ድማ ከም ዝወስደንን ነገረኒ ኣነ ድማ ኣይ ሓጎስ ኣይ ሓዘን ዝገብሮ ጨነቐኒ ኣጋ ምኻዱ ክነግሮ ኢለ ወሰንኩ ፍቕረይ ሓደ ነገር ክነግረካ ኣብዚ ከለኻ ኢለ እቲ ካብኡ ዝሓባእክዎ ምስጢርን ዘብክየንን ዘሕዝነንን ኩሉ ነገርክዎ። ስቕ ኢሉ ክዕዘበኒ ድሕሪ ምጽናሕ፣ ምስ ካልእ ሰብ ትራኸቢ ከም ዝነበርኪ ሰሚዐ ነይረ፣ ግን ንዓኺ ዝነበረኒ ፍቕሪ ደሪኹኒ፣ ንኹሉ ዝበሃል ዝነበረ ክኣምኖ ኣይከኣልኩን። ኣብ ዝሓለፈ ምስ ዓርከይ ዝተበኣስኩሉ ምኽንያት በዚ'ዩ ነይሩ፣ ብዝኾነ ግን ዓርከይ ጽቡቕ'ዩ ነይሩ፣ ኣነ ግን ጌጋ'የ ነይረ ብምባል በቲ ዝተጎድኣ ልቡ ተዛረበኒ። ወጋሕታ ለይቲ ኮይኑ፣ ግዜ በረርኡ ስለ ዝኣኸለ ከኣ ገዲፍኒ ከደ። ድሕሪ ነዊሕ ሰዓታት ድማ ጉዕዝኡ ቀኒዕዎ ብሰላም ናብታ ስድርኡ ዝነብሩላ ዓዲ ከም ዝኣተወ ሰብ ይነግረኒ። ናብ ስድርኡ ደዊለ ክረኽቦ ፈተንኩ፣ ግን ዝቕበለኒ ሰብ ስኢነ። ናብራይ ኣዝዩ ከም ዝጸለመ ድቕድቕ ጸልማት ኮነኒ። ብምንጋረይ ኣዝየ ተጣዓስኩ። ክነግሮ ኣይነበረንን ክብል ጀመርኩ። ካብቲ ዝነበርኩዎ ከቢድ ጭንቀት እንተ ፈኾሰኒ ኢለ ካብተን መሓዛይ ሰይዳትለይ ዝነበረት ቁሩብ ገንዘብ ወሲደ ናብ እንዳ መስተ ከይደ ክሰቲ ይጅምር። ከምኡ እንዳበልኩ ነብሰይ ናይ መስተ ግዝእቲ ኮይና ረኸብኩዋ። ኣብዚ ሕጂ እዋን ከኣ ኣብታ ኣብ ከባቢና ትርከብ ቤት መስተ ብዘይ ደሞዝ ዝሰርሕ ንጉሆን ቀትርን ምሸትን ዝሰቲ ሰብ ኮይነ ተሪፈልኩም ኣለኹ።